ጀበና ክነላዲ ከለና ካብ መጀመርይኡ ሓዱሽ ከሎ ፅቡቕ ጌርና እንተላዲናዮ ከይተበላሸወና ከዓ ነዊሕ ክፀንሐልና ይኽእል እዩ። ብዙሓት የሕዋት እውን ፃሕሊ ብሓዱሽ ከሎ ምስ ለደናዮ ሽዑ ይስበረና፣ ይጭደደልና፣ ይነቅዕ ከምኡ ትብላ ኢኽን። ካብ መጀመርያ ሓዱሽ ፃሕሊ ድዩ ሓዱሽ ጀበና ድዩ ፅቡቕ ጌርና እንተለዲናዮ ነዊሕ ከዓ ከገልግለና ይኽእል እዩ። ሰላም ሰላም ኣብ መላእ ዓለም ዘለኹም ክብራት ኣሕዋት ሰላም እግዚኣብሄር ምሳኹም ይኹን። ናይ ሎም መዓልቲ መደበይ እምበኣር ክትፈትውዎ ተስፋ እንዳገበርኩ ቅድሚ ናኦም ባደይ ግን እቶም ሓደሽ ኣ ዘለኹም ላይክ ሳብስክራይብ ኮማ እንዳገበርኩም ነዚ መዓልታዊ ሒዘ ዝመጽእ ቪድዮታት ተኻፈልቲ ክትኮኑ ብኽብሪ ዕድመኩም። እቶም ምሳይ ዝጸናሕኩም ከኣ ከም ቀደምኩም ምትብባዕኩም ኣይፈለየኒ እዚ ቪዶ ብ ላይክ ጀምርዎ ናይ ሎማዓንቲ መደበይ እምበኣር ክቡራት ኣሕዋተይ ኣብ መእተዊት ከም ዝረኣኹሞ መጀመርያ ይቕሬታ እንዳሓተትኩ እየ ምኽንያቱ ብዙሓት ኣሕዋት ሰላም ሓፍትና ጀበና ምድዳይ ጻሕሊ ምድዳይ ብዙሕ ኢኽን ትሓታኒ ማለት ናይ ጻሕሊ እኳ ብስነ ስርዓት ገይሩ ጽቡቕ ገይረ ዘላድኽዎ ኣሎ እንዲ ድሓን ዋላ ሊንክ ምስ ኣብ ናይ እዚኣ ክገብረልክን እየ ጀበና ግን ኣላዲ ይፈልጥ እዩ ለማዓንቲ እየ እዛ ጀበናይ ነዊሕ ገይረያ ካብቲ ብል ግን ኣላዲ ኣይፈልጥ እየ ተቐሚጢኣ ኮፍ ኢላ ነይራ ከምኡ ኢልክን ከዓ ተሓታኒ እሞ እስኪ ሓደ መዓልቲ ሓደ መዓልቲ እንዳበልኩ መቸም ሎሚ ተወዲኣ ንምንታይ ቀልጢፈ ዘያለደኽዋ ካብ ኣቕርብቲ ለንእስ ዝበለን ክንዳ ዘይኮነሲ ናይ ጃማዓ እንድያ ለማዓንቲ ነላድያ ብጣዕሚ ገጅፍ ማለት እዩ ከምዚ ናይ ውራይ ከምዚ ትርእይዋ ዘለኹም እያ ሕጂ ካብዚኣ ንእስ ትብል ኣለትኒ ኣይሽገርንየ ምክንያቱ ንብዙሕ ሰብያ ንሳ ከኣ ተሰንየልካ እዚ ግን ብጣዕሚ ዓቢ ኢዩ ሕጂ ንሳ ስለ ዘለትኒ እዚኣስ በቃ ከም ፎርማ ኮይና ዳርጋ ተቀሚጣ ማለትዩ ሕጂ ግን መዓልቲ ኣኪላ ኣላ ክነላድያ ኢና ማለትዩ ኣዝያ ጽብቅቲ ማለትዩ ታይ ዝብሃል እዚ ናይ ቆሓይ እንድዩስ ዋላ ናይ ከረን ዝብሃል ጀበና ኣሎ ኣለዎ ኢስማት በብናቱ ማለትዩ ሕጂ ኩሉ ግዜ ፃሕሊ ክነላዲ ከለና ጀበና ክነላዲ ከለና ሓዱሽ ኮሎ መጀመርያ ፅቡቅ ጌርና እንተቢልናዮ ንነዊሕ ከዓ ከይብል ሕጂ ኣረ ሓጢኣት ዘረባ ደሓን እዩ ኣብ ፃሕሊ ኣብ ጀበና ብጣዕሚ ዝብህጎን ዝፈትዎን እዩ ግን እዚ ምስባር ዶ እዚ ምንቃዕ ከዓስ ኣቢልኒ ኣይፈልጥን እዩ ማለት እዩ ደሓን እዩ ሕጂ እንታይ እየ ዝገብር ዘለኹ ፍረሽ ቡን ዘይተቆለወ እየ ኣዳልዮ ዘለኹ ኢደይ ምልእ ዝበለ ገይረ ማለት እዩ ሕጂ እንታይ ኢና ክንገብር ኣብኡ ጌርናዮ ኣለና። ኣብኡ ልክዕ ከምዚ ናይ መንከሽከሽ ጌርና ንቆሉ ኣብኡ እዩ ክቁሎ። በቲ ጀበና ጽቡቅ ጌር ምስ ረሰና ከኣ በቃ ከምዚ ስለ ዘይንሰትዮ ክሳብ ሕርር ዝብል ጽቡቅ ጌርና ኢና ክነብሎ ማለት እዩ። ምክንያቱ ንሱ የትርሮ እዩ ንነዊሕ ንከጽንሓልና ከኣ የብል እዩ። ሓፈሻ እንተወዲቁ ጀበና ይስበርን እዩ ከምዚ ምንቃዕ ዶ ገለ ዶ ግን ኣየጋጥሞን እዩ። መጀመርያ ብታይ ዝበሃል ከሎ እንተ ኣላዲናዮ ጸቡቅ ጌርና ማለት እዩ ሕጂ ኣብ ጋዝ ምእንታን ኩሉ ክረስን ዋላ እቲ ላዕሊኡ ዋላ እቲ ታሕቲ ምእንታን ከየብል ኣብ ጋዝ እየ ወሊዐዮ ዘለኹ ማለት እዩ ብርቱዕ ስለ ዝኾነ እቲ ጋዝ ሕጂ ጽቡቅ ጌሩ ቀስ እናበለ ጣዕ ጣዕ ክብል እዩ ሕጂ ንዓና ከዓ ከይብለና ሶፍቲ እንዳገበርና ገለ ሕዝ ኣቢልና መትሓዚኡ ኣኾስ ኣኾስ ክነብሎ ኢና ማለት እዩ ከም ዝቁላ ክንገብሮ ኢና ኩሉ ከም ዝበዝሖ እዛ ኮሞብልቲ ከኣ ምስ ረሰ ነተብኣ ስለ ዝገብራ ንኸይትባላሸወኒ ከኣ በዚኣ ገይረ ሽፍን ከብላ እየ ማለት እዩ። ሕጂ ኩሉ ግዜ ኣብዚኣ ክንጥንቀቐላ ዝግብኣና ጻሕሊ ክነላሊ ከለና፣ ጀበና ክነላሊ ከለና ብዙሓት የሕዋት ብሓድሹ ከሎ ፍግእ ኢሉ ከይተጠቐምኩሉ ተሰቢሩ ሎምስ ክንገድፎ ጻሕሊ ምግዛእ ክሳብ ትብላ የሕዋት ኣለኽን ማለት እዩ። ሕጂ ኣነ መቸም ኩቡራት ኣሕዋተይ ጻሕሊ ካብ ቀደም ክፈቱ መዓት እየ ኣብ መጀመርያ ጻሕሊ ዝገዛእክዋሲ በቃ ብህሩፍሩፈት የላድያ የላድያ ነይረ ኣብ እንታይ ዝበሃል ገይረ ብርቱ ሓውሽዑ ናብ ዝሑል ቦታ ኣብ ኮፍ መበሊ ዘይብላ ምስ ወሰድኳስ ኣብኡ ከላ ትርብዒ ኢላ ማለት እዩ ኣይ ኣይፈቱን እዩ ምክንያቱ ኣብታ ናሃታ ኮፍ መበሊኣ ስቅ ኢለን ኣይኮናን ኣደታትና ናሃቱ ኮፍ መበሊኡ ዝሰርሓሉ ካብ ዜሮ ተበጊሰን ኣይኮናን እየን ምክንያቱም ይጭደድ ስለ ዝኮነ ናሃቱ ኮፍ መበሊኡ እዩ ዝበለጸ ወይ ብጭቃ ተሰርሐ እየን ዝገብራ ኣደታትና ወይ ከኣ ብስፈ ዝተሰርሐ እየን ዝገብራሉ ብሕጽር ዝበለ ግን ዋላ ሰሪሕና ምስ ወዳእና ጸብሒ ጻሕሊ ተኾይና ኣብ ዘለታ ከሳብ ትዝሕል ተዘይኮይኑ ሓፍ ኣቢልና ናብ ካልእ ናብ ዝሑል ዘለዎ ቦታ ወይ ከምዚ ናይ ሓጺን ከምዚ ናይ ጸብሒ ከይነብለሉ ከይቃጽለልና እቲ ጣውላ ንገብረሉ ኣብ ከምኡ ተጌርና እዩ ሕጂ ይጨዶ እዩ ጽቡቕ ኣይኮነን እዩ ሕጂ ክብራት ኣሕዋተይ ከም ትርእይዎ ዘለኹም እንዳረሰነት እንዳረሰነት እያ ትኸይድ ዘላ ንኣሽቱ ጀበና ይኹን ዓበይቲ ጀበና ይኹን መጀመርያ ንካብ ቀደም ዝጥቀመሉ ኣብ ገዛይ ማለት እዩ ብጣዕሚ ከዓ ፅቡቅ ከዓ ይረኽቦም ዝኾነ ተበላሽን ይፈልጥን እዩ ካልእ ኣሰራርሓ ካልእ ኣላላድያ እውን ክህሉ ይኽእል እዩ ግን እቲ ኣብ ገገዛና ፅቡቅ ዝበልናዮ እንደገና ከዓ ተጠቂምናሉ ሲ ዝጠቅመና ማለት እዩ ሕጂ ከምዚ ትርእይዎ ዘለኹም ኮይኑ ብጣዕሚ እዩ ሕርር ክብል ፅቡቕ ገይሩ ኣቢሉልና ከማን ንዓኹም ንኸይነውሓኩም ትብል እየ እምበሪ ክሳብ ከምዚ ኢሉ ዝሓርርሲ ነዊሕ ገይሩ እዩ ሕጂ እንታይ ገይረያ ተቖልዩ ክሳብ ዝውዳእ ኣብ ዘለታ ኣጥፊኤያ ስቕ ኢለ ዝሒላ ማለት ብኢደይ ክሕዛ ከለኹሲ ኣይተንድደና ከም ዝረኣኹሞ ማለት እዩ ከምዚ ኮይኑ ከዓ ሕርር ኢሉ ዋላ ሓደ ማለትሲ እዚ ካብ ስራሕ ወፃኢ ኮይኑ ኣይንጥቀመሉን ኢና። እታ ጀበና ግን ከምዚ ትሪእዋ ዘለኹም መጀመርያ ሓዊ እያ ኮይና ነይራ። ከምዚ ብሶፍቲ ገለ ክትሕዙ ትኾይንካ እቲ ናይ መትሓዚ ከማን እምበር ኣይከውንን እዩ። ሕጂ ኣብዚ እም፣ እንታይ እየ ዝጥቀም ዘለኹ ቡን እየ ዝጥቀም ዘለኹ ፍረሽ ቡን ማለት እዩ። ሕጂ እ፣ እንታይ እዩ ዝበሃል ተጌርና ከዓ እቲ ነፍልሓሉ ዝጸናሕና እንተ ጌርና ከኣ ጽቡቕ ማለት እዩ። ኣብዚ ሕጂ ጽቡቕ ጌራ ክትዝሕል ኣለዋ ምኽንያቱ ብዊዑ ከሎ ዝሑል ተጌርናሉ ከኣ ክጨደልና ይኽእል እዩ። እቲ ማይ ዝጥቐመሉ ዘለኹ ሕጂ ከምዚ ዝሑል ዘይኮነ ማይ ልህብ ዝበለ ቁርትለ ውዕይ ዝበለ እየ ዝጥቀም ዘለኹ። ሕጂ ከኣ እንታይ ይገብር ኣለኹ ጅንጅብል ከኣ ንገብረሉ ጅንጅብል ተጌርናሉ ሽኮር ቁርብትለ ተጌርናሉ ከኣ እንታይ ዝብሃል እዩ ማለት እዩ ከምዚ መሬት መሬት ኣይጥዕመናን እዩ ሽዑ ሽዑ እንተሰተናሉ ጸገም ዝበሃል የቡሉን እዩ እቲ ጅንጅብል ብጣዕሚ እዩ እቲ ሓመል ሓመል ዝጥዕም ዝቅይረልና ማለት እዩ ቁሩብ ሽኮር ከኣ ክንገብረሉ ንክእል ኢና ሽኮር ተገይርና ከኣ ዓፍ ዓፍ ዓፍ ብደጊኡን ብታእርሽን ምስ ስለ ዘብል ከኣ ንሱ ከኣ ኣስጥም የብለንን ኣነ ግን ሽኮር ኣይገብረላን ኣለኩ ከምታ ኩሉ ግዜ ገይረ ዛላድያ ከኣ ጽቡቅ ኮይኑ ስለ ዝረኸብኩዎ እዚ ከምዚ ጌርካ ምንዳይ ማለት እዩ ሽኮር ተጌርናሉ ዛዕ ዛዕ ዛዕ ይብል ክሳብ እቲ ብደጊኡ ዘሎ ቲፍ ቲፍ እዩ ዝብል ንሱ እውን ከምኡ እውን ጽቡቅ እዩ ሓደ ግዜ ፈቲንዮ ነይረ ብዝኾነ ሕጂ ናይ ድካ ቡን ሰርሕ ተጸኒሕና እቲ ናይ ዳካ ሕጽብጽብ ኣቢልና ናብኡ ጌርና ሓደ ክልተ መዓልቲ ኮን በቲ ናይ ዳካ ጌርና ጠቕ ኣቢልና ተብሲልናዮ ኣብኡ ዳሕራይ ከኣ ክንሰትየሉ ዋላ ሓደ ኣይሸግረናን እዩ ማለት እዩ። ከም ዝበልኩም ጅንጅብል ተጌርናሉ ከኣ እቲ መሬት መሬት ሓመድ ሓመድ ዝሽት ጣዕሙ ከኣ ቅይር እዩ ዘብለልና ብጣዕሚ እዩ ጽቡቅ ዝኾነልና ማለት እዩ። ባህላዊ ጀበና ኣደታትና ከምዚ እንዳገበራ እየን ዘላድኦ ማለት እዩ ክቡራት ኣሕዋተይ። ላይክ ምግባር ክኣ ኣይትረስዑ ኢኩም ምክንያቱ እዚ ቪድዮ ብዙሓት የሕዋትና ኩሉ ዝክእሎ ማለት ኣይኮነን ንእሽተይ ነገር ብጣዕሚ ካብ ዝቀልል የለን ግን ዘይትፈልጦ ተኮይንካ ኣይትፈልጦን ኢካ ንዓይ ክኣ ሞር ናይ ክሽነ ነገር ይርድኣክን እዩ መዓልታዊ ሒዝካ ክትመጽእ ከለካ ክብድ ኢሉ እዩ ሞር ሓድሽ ዝበልኩ ሒዘልኩም ንክመጽ ከኣ ይተባባዔ ናይ ጻሕልታት ብዙሕ ኣሎ ዘላደኽዎ ዓበይቲ ንኣሽቱ ጻሕልታት ኣሎ ክገድፈልኩም እየ ከመይ ጌርካ ከም ዝላደ ጻሕሊ ከኣ ግድን ኣይኮንካ ናይ ዘለዳኻዮ ሽዑ ምስ ዘለዳኻዮ ትርብዕ ይብል እዩ ከምዚ ንዓይ ዘጋጠመኒ ማለት እዩ ክብራት ኣሕዋተይ ብዙሓት የሕዋት ከኣ በቃ ከምኡ ኢልክን ትጽሕፋለ ኢኽን እንታይ እዩ እቲ ጠንቂ ግን ኣብ ውዑይ ጸኒሑ ኣብ ብጣዕሚ ዝሑል ኣብ ዘለታ ኣብታ ዝተጠቐምናላ ጌራ ክትዝሕል ከላ ተመራጺ በቃ ባዕ ጌራ ትውድእ ጽቡቕ ጌራ ክሳብ ትዝሕል ማለት እዩ። ሕጂ ንዓኹም እቲ ቪድዮ ንኸይነውሓኩም ተዘይኮይኑ ጽቡቕ ጌረ ከምዚ ትርእይዎ ዘለኹም ማይ ውዕያ ጥም ዳበልኩ እየ ጦቕ ኣቢለ ኣብ ምኽንያቱ ገጅፍ ስለ ዝኾኑ ከም ትርእይዎ ዘለኹም ብዙሕ ኣየሸግረካን እዩ ን ከየብል ሕጂ ኣጥፊኤያ ኣለኹ። ሕጂ ሕጂ እቲ ናህቱ ማዩ ኣየቡለን'የ ዝሑል ማይ ገበንት ቁሩብ ጽንሕ ምስ በልኩ ድፍእ ኣቢለ ብምዉቕ ማይ ዉዑይ ገይረ'የ ከኣ ክሓጽባ ማለት'ዩ ብዝኾነ ናይ ሎምዓንቲ እብዚ ይኣኽለኒ'ዩ ጀሚረ ክሳብ ዝዉድእ ዝተኻታተልክምኒ ካብ ልቢ የመስግነኩም ክሳብ ብኻልእ ቪድዮ ዝምለሰኩም ሰላምን ጥዕናን ሰስኑ።